ሰላም ከመይ ትውዕሉ ክቡራት ተኸታተልቲ ጩራ ሚድያ ዕለታዊ ዜናታት ቅድም ብሽክለታ ሒዘልኩም መፅ ኣለኹ ክሳብ መወዳእታ ሳብስክራይብን ላይክ እንዳገበርኩም ክትከታተሉ ብክብሪ ዕድም ብፍላይ ጅምር ከተብሉ ላይክ ምግባር ኣይትረስዑ ሰናይ ምክትታል እቲ ኣብዚ ዓመት ምክያዱ ኣብ ኣጠራጣሪ ደረጃ ወዲቑ ዝፀንሐ ሻምፒዮን ኣፍሪቃ ናይ 2025 ውድድር ኣብ ኬንያ ክካየድ ምድላዋቱ ኣፃፊፉ ተሳተፍቲ ሃገራት ይጽበ ኣሎ። ሃገራት ጋንታ ኤርትራን ተቐዳደምታን ሎሚ ዓመት'ውን ሓድሽ ታሪኽ ንምጽሓፍ ተዳልዮም ኣለዉ፣ ዝርዝራቱ እነሆ። ኣብ ኣህጉር ኣፍሪቃ ካብ ዝካየዱ ዝዓበዩ ውድድራት ቅድድም ብሽክሌታ ዓመታዊ ዝካየድ ሻምፕዮና ኣፍሪቃ'ዩ። እዚ ውድድር ብፍሉይ ኣብዚ እዋን ዝፍለጠሉ ከኣ ኤርትራውያን ተቐዳደምቲ ብውልቂ፣ ሃገራዊት ጋንታ ኤርትራ ከኣ ብደረጃ ሃገር ዝነግሱሉ ውድድር ምዃኑ'ዩ። ኣብ ውድድራት ናይ ኤሊት ሄኖክ ሙሉብርሃን ካብ ክልተ ሽሕን ዕስራን ክልተን ኣትሒዙ ክሳብ ዝሓለፈ ናይ ክልተ ሽሕን ዕስራን ኣርባዕተን ዓመተ ውድድር ብተኸታታሊ ብምዕዋት ፍሉይ ታሪኹ ሰኒዱ። ብሓፂሩ ሄኖክ ኣብ ውድድር ሻምፒዮን ኣፍሪቃ እንተድኣ ተሳቲፉ ሻምፒዮን ሙሉእ ኣፍሪቃ ከምዝኸውን ዘጠራጥር ዳርጋ ኣይፀንሐን። ብሓፈሻ ኤርትራውያን ተቐዳደምቲ ኣብ ዓሰርተ ኣርባዕተ ውድድራት ሻምፒዮን ኣፍሪቃ ተሳቲፎም። ዓሰርተ ካብዚ ዓሰርተ ኣርባዕተ ውድድራት ከኣ ቀዳማይ ደረጃ ብምሓዝ ወርቂ መዳልያ ወኒኖምሉ። ክሳብ ሕጂ ተኻይዱ ዘሎ ውድድራት ሻምፕዮን ኣፍሪቃ ዓሰርተ ትሽዓተ ውድድራት ክኸውን ከሎ፣ ኣብቶም ሓሙሽተ ሃገራዊት ጋንታ ኤርትራ ብዝተፈላለየ ምኽንያታት ኣይሳተፈትን። ናይ ሎሚ ዓመት ውድድር ልክዕ ከም ናይ ክልተ ሽሕን ዕስራን ኣርባዕተን ኣብ ኬንያ'ዩ ክካየድ ተወሲኑ ዘሎ። ካብ ዕለት ዓሰርተ ትሽዓተ ሕዳር ጀሚሩ ከኣ ክሳብ ዕለት ዕስራን ሰለስተን ሕዳር ኣብ ከተማ ኪዋለ ኬንያ ክካየድ እዩ። ዓሰርተ ትሽዓተ ሕዳር ኣብ ከተማ ኪዋለ ናይ ተቐዳደምቲ ኮንፊርሜሽን ማለት ጸብጻብ ህላወ ተቐዳደምቲ ድሕሪ ምክያዱ ርክብ ምስ ኮሚሽነራት ውድድርን ኣሰልጠንቲ ሃገራውያን ጋንታታትን እዩ ክካየድ። ዕለት ዕስራ ሕዳር ሻምፕዮን ኣፍሪቃ ካብ ሸሞንተን ኣርብዓን ክሳብ ትሽዓተን ኣርብዓን ኣብ ዘሎ ግዜ ብናይ ጁንየር ደቂ ኣንስትዮ ተቐዳደምቲ ዘካየደኦ ናይ ውልቂ ናይ ግዜ ውድድር ክኽፈት። እዘን ተቐዳደምቲ ኣብ ሓንቲ ዙርያ ዓሰርተ ኣርባዕተ ኪሎ ሜተር እየን ክሽፍና። ካብ ሰዓት ዓሰርተን ዕስራ ሓሙሽተን ክሳብ ዓሰርተ ሓደን ፈረቓን ኣብ ዘሎ ግዜ ውድድሮም ዘካየዱ ተቐዳደምቲ ጁንየር ደቂ ተባዕትዮ እዮም። እዞም ተቐዳደምቲ ኣብ ክልተ ዙርያታት ዕስራን ሸሞንተን ኪሎ ሜተር ክሽፍኑ እዮም። ኣብ ናይ ዝሓለፈ ዓመት ውድድር ኤርትራውያን ተቐዳደምቲ ጁንየር ወርቅን ብሩርን ሒዞም ከምዝወድኡ ይዝከር። ሎሚ ዓመት እውን እዚ ታሪኽ እዚ ክድገም ዓቢ ተኽእሎ ኣሎ። ካብ ሰዓት ሓደ ድሕሪ ቀትሪ ክሳብ ክልተን ርብዕን ኣብ ዘሎ ግዜ ደቂ ኣንስትዮ ኤሊት ምስ ትሕቲ ዕስራን ሰለስተን ዓመት ብምዃን ናይ ውልቂ ክሮኖሜተር ከካይዳ እየን። እዘን ተቐዳደምቲ ኣብ ክልተ ዙርያታት ዝተኸፋፈለ ዕስራን ሸሞንተን ኪሎሜተር ክሽፍና እየን።

ደቂ ተባዕትዮ ጂኔር ሚእትን ሸውዓተን ነጥቢ ሽዱሽተ ኪሎ ሜተር ክሽፍኑ እዮም፣ ደቂ ኣንስትዮ ከኣ ዕስራን ሸሞንተን ኪሎ ሜተር ዝንውሓት ውድድር ከካይዳ እየን። ዕስራን ክልተን ሕዳር ደቂ ኣንስትዮ ኤሊትን ትሕቲ ዕስራን ሰለስተን ዓመትን ብሓባር ሚእትን ሸውዓተን ነጥቢ ሽዱሽተ ኪሎ ሜተር ዝርሕቐት ውድድር ጽርግያ ከካይዳ እየን። ኣብ መወዳእታ ዕለት ዕስራን ሰለስተን ሕዳር ከኣ ናይ ኤሊትን ትሕቲ ዕስራን ሰለስተን ዓመት ኤሊት ደቂ ተባዕትዮ ዛዛም ውድድር ናይ ጽርግያ ሻምፕዮን ኣፍሪቃ ብምክያድ ክውድኡ እዮም። ሃገራዊት ጋንታ ኤርትራ ኣብ ቀረባ ግዜ ንሻምፕዮን ኣፍሪቃ ዝውክልዋ ተቐዳደምቲ ሒዛ ናብ ኬንያ ከተምርሕ እያ። ሻምፕዮን ኣፍሪቃ ናይ ዝሓለፈ ሰለስተ ዓመታት ሄኖክ ሙሉብርሃን ሎሚ ዓመት ሱፐር ሃትሪክ ንምስራሕ ናብ ኬንያ ከምርሕ እንተኾይኑ ኣብ ቀረባ መዓልታት ክፍለጥ እዩ። በዚ ኣጋጣሚ ዓወት ንተቐዳደምቲ ሬድሲ ካምልስ ንምነ። እዚ ከምዚ ኢሉ እንከሎ፣ ሸሞንተ ሃገራውያን ጋንታታት ብሽክሌታ ኣፍሪቃ ኣብ ቱር ዲ ፋሶ ክልተ ሽሕን ዒስራን ሓሙሽተን ኣብ ቡርኪናፋሶ ይወዳደራ ኣለዋ። ዙር ቡርኪናፋሶ ክልተ ሽሕን ዒስራን ሓሙሽተን ኣብ ዕስራን ኣርባዕተን ጥቅምቲ ዝጀመረ ኮይኑ ኣብ ክልተ ሕዳር ክዛዘም'ዩ። ቱር ዲ ፋሶ ክልተ ሽሕን ዕስራን ሓሙሽተን ነዘን ሃገራውያን ጋንታታት ብሽክሌታ ኣፍሪቃ ቅድሚ እቲ ካብ ዓሰርተ ትሽዓተ ክሳብ ዕስራን ሰለስተን ሕዳር ኣብ ኬንያ ዝካየድ ሻምፕዮና ኣፍሪቃ ክልተ ሽሕን ዕስራን ሓሙሽተን ጽቡቕ መዳለዊ ክኾነን እዩ። እቲ ዘሕዝን ግን ብሰንኪ ኣብ ዝሓለፈ ዓመት ጋንታ ናይ ሩስያ ኣብዚ ውድድር ክጀመር ብምፍቃዶም እቲ ውድድር ብዩሲኣይ ንክልተ ዓመት ካብ ናይ ዩሲኣይ ነጥቢ ንክልተ ዓመት እገዳ ተገይሩ ኣሎ። ዩሲኣይ ኣብ ክልተ ሽሕን ዕስራን ሽዱሽተን ነዚ ውድድር ናብ ኣፍሪካ ቱር ክምለስ ክፈቅድ ክንርኢ ተስፋ ንገብር። ሃገራዊት ጋንታ ብሽክሌታ ጋና ግን ብሰንኪ ዙር ጋናን ሻምፒዮን ኣፍሪቃ ክልተ ሽሕን ዕስራን ሓሙሽተን ኣብ ተመሳሳሊ ግዜ ክካየድ ምውሳኑ ኣብ ሻምፒዮን ኣፍሪቃ ክልተ ሽሕን ዕስራን ሓሙሽተን ክትሳተፍ ከምዘይትኽእል ሓቢራ። እዚ ውሳነ ዝወሰኑ ዙር ጋና ካብ ዓሰርተ ሰለስተ ክሳብ ዕስራን ኣርባዕተን ሕዳር ክካየድ መደብ ብምውፃእ ግርጭት ዝተላዕለ'ዩ። ኣብ ካልእ ዘሐጉስ ዜና ቅድድም ብሽክሌታ ክልተ ኤርትራውያን መንእሰያት ተቐዳደምቲ ዓወት ኣማንን ሄብሮን ብርሃነን ምስ ቻይናዊት ኮንቲነንታል ጋንታ ኮሪ ማዊዝሸን ተሳቲፎም ክወዳደሩ ቀንዮም። እዞም ቅድሚ ሰለስተ ወርሒ ናብዛ ጋንታ ዝተጸንበሩ ክልተ ኤርትራውያን መንእሰያት ኣብቲ ንጋንታኦም ዝወከሉሉ ውድድራት ብሉጽ ምንቅስቓስ'ዮም ከርእዩ ጸኒሖም። ሎሚ ሰንበት'ውን ክልተ መድረኻት ኣብ ዝነበሮ ዙር ዛንጌ ተሳቲፎም ነይሮም። ኣብዚ ሎሚ ዝተኻየደ ሓያል ውድድር ከኣ ሻምፕዮን ኤርትራ ናይ ክልተ ሽሕን ዕስራን ሰለስተን ዓወት ኣማን ሻድሻይ ደረጃ ብምሓዝ ምስ ብሉጻት ዓሰርተ ክዛዘም ከሎ ሄብሮን ብርሃነ ከኣ ግዜ ከይከሰረ ምስ ዓባይ ጉጅለ ዛዚሙ ኣብ ሓፈሻዊ ናይ ግዜ ሰሌዳ ዓወት መበል ዓሰርተ ሰለስተ ደረጃ ሒዙ ክዛዝም ከሎ ሄብሮን ከኣ መበል ዕስራን ኣርባዕተን ደረጃ ሒዙ ዛዚሙ። ብደረጃ ጋንታ ከኣ ጋንትኦም ቀዳማይ ደረጃ ብምሓዝ ኣብ ፖድዩም ክትውዳእ ኣኽኢሎማ። ክቡራት ተኸታተልተይ ናይ ሎሚ መደብና ነዚ ይመስል። ብዘቕረብኩልኩም ትሕዝቶ ዓጊብኩም ክትኮኑ ተስፋ ይገብር። እዛ ቻነል ንምዕባያ ግን ሳብስክራይብን ላይክን ክትገብሩለይ ደጊመ እምሕጸነኩም። ኣብ ዝቕጽል መደባት ብሰላም የራኽበና። ሰሰናዩ።